ሓሓደ ጋንታ ኣብርሃም ነዚኦም በዚ ዘለዉ እሶም ከዓ ንዑዑ ቶማስ ንኩሉ ሰብ ክንእዶ ድዩ ክጥቁሞ ድዩ ክኸትመሉ ድዩ ንዓ ትምልከት ማለቲ ሓዊ ስኩትሚዐ እንዳታኳታተምካ ብዓይኒ ማሰን ግጥምን ኣውሎን ዝመስል ዓይነት ገይሮም ብደስ ዝበሎም ዓይነት ቅዲ ተጠቂሞም ወይ ክኳታተሙ እዮም ማለት እዩ ኣብርሃም ከኦሬድ ጀሚሩ ገፍገፍ ኣብል ኣሎ ርእሱ ሳኢኻ ክትጅምራ መሰን ንብርሃነ ገፍገፍታ ንኺድ እስከ በል ረቡሽየ። ብኣያ ክትጅምር?
እወ ኣነ ከኣ ክዛረብ ድሌስ ግን ስለ ዘይፈለጥኩ። ሶራ ሕጂ ጠጠው ከብላ እሞ ንዓይ ንኽልተ ሰብ ተዋሂባትኒ ኣላ። እሺ ኣብርሂ እሞ ጽሑፍ ተዋሂቦም እዮም ጸኒሖም ከባቢ ክልተ ኣይሕሰን እኮ ሓሙሽተ ደቂ ተዋሂቦም እንድዮም ጸሓፍዎ ተባሂሎም ገለ ገለ ሕግዝዎም ነይሮም ደያኑ በዚ ገለ ምስቶም ካሜራማታት ተመኻኺሮም ንሕዶም ገለ ኢሉ ጸሓፍ ነይሩ እንታይ ክብሎ ክንሪኦ ኢና ድሓን ቶማስ ብኣኻ ክንጅምራ ኢና ምስቶም መስካ ብዙሕ ኣይኮንኩምን እንዲኹም በዚ መንገዲ ግጥሚ ክትገልጾ ከ ጽብ ክጸሎ መዓት እዩ ተማስ ብኣኻ ክንጅምር ኣነ ክጅምር ኣነ ባክልብልቦ ሓንሳብ ጽግደፈኒ ንዓኻ ስምዓኒ እንዳ ቶማስ ኣነስ ብጠባይካ ይሓስብ ቀጻሊ በሊሕ እናበልኩኻ ንቑሕ መስተውዓሊ እንታይ ደኣ ትፍትን ክትኮነለይ ብላዕሊ ባዕልኻ ከለኻ ስም እኽሊ ሽሮይ ትብል ዋላ ሓምሊ ክንደይ ግዜ ደይ ረኺበካ እናሓንሰስካ ጻሕሊ ጸጉርኻ ንዊሕኻ ዝሓጽረካ ዓቕሊ ቁርጽ ኣቢልካ እንዶ ግዳ ተሳነ ምስ ባህሊ።
እዛ ጨጉሪ እዚኣ እሺ ኣብርሃም ተኽለኣብ ኣብ ወዲ ኣስመራ ንኻልኦት ሰባት እናበለ ኣይትብልዑ እንጀራ ምኽር ይጸንሓካ ዝመስል ሓላይ ይሓሊ ለካ ንሱ ተገምጢሉ ሓመዱ ይገብሮ ንላዕሊ ኣብርሃም ዝተወደበ መኣዲ ዘልምጽ ናይ ነብስኻ ዘይሓሰብካስ ያኢ ንኻልኦት ሰባት ክትድንግጽ
ኣብዚኣስ ንእሽተይ መረኽበኩም እዚኣ ኣብርሃም ማለት ሎሚ ምጽእ ኢሉ እንጀራ ሰብ ክበልዕ የብሉን የግጅፎ እዩ ፋትስ ኤነርጂኻ ዶ ሃይፖታይትስ ገለገለ ብለካ ድሕሪ ሰለስተ ሰሙን ሰለስተ እንጀራ ንፂፉ

እስከ ታማ ሰብ ሜሮን ባዕልኻ ተረፍካያ።
ኣህለን እብራሃሜ ኣብርሃሜ እብራሃሜ። ኣለኺ ዲኺ መን ኢኻ እሞ ትብሎ ኣብረህት ኣብረህት ካብቲ ኬፍ ዝህበኒ ናይ ኣብርሃም ማዕዳ ካብ ኩሉ ምኽሩ ድማ ምናዳ ምናዳ ንሰብ እንዳበለ ኣይተብዝሕ ሽኮር ሻሂ ብሽኮር ህ ናብ መዓር ትቕየር ብቡንን ሻህን ገይሩ እንዳሓለፎ መኻዚኖ ሽኮር ንሱ ከሎ ቆፎ ግደፉ ይብለና ባዕሉ ከይገደፎ በዚኣ እዩ ድማ ኩሉ ሰብ ዝነቕፎ። ኣየ ቬሮን ሰባት ከተስሕቕ ብሰብ ክትላገጽ ግዜ ገዲፍካ ንህለ ይውቆጽ ንፉዕ እንተበሉኻ በጃኻ እባ ግደፍ በናና ኣይትርገጽ ብዘይካ ናትካ ስኽራን ክንድዚ ትተሃወጽ ጽቡቕ እየ ዘለኹ እናበልካ ኣይትህጸጽ ስቕ ኢልካ ከም ጉንዲ ኣብ ሓደ ትንቀፅ ነቓፅ
ተነቐፅ ናቱ ድገሞ ድገሞ
ከም ፓፓጋሎ ብሁል ካብ ትደግም እንታይ ፀገም ካብ ናይ ሰባት ተሓምም ንሕና እውን ብሓሳባትካ ርእስና ካብ ንደክም ናትካ ሓሳብ ሕሰብ ስራሕካ ኣቐድም ካብ ምሒር ዕንክሊል ሓንጎልካ ከይደክም ንዓንዲ ኦብ ጥዒካ ሓንቲ ኣልቡም ሕተም።
ራፕ ናይ እወ ራፕ ግበር ሓንቲ
ናይዚኦምስ ናይ ቆፎ ናይ ሻሃገር እናተዛረብካስ ናተይስ ቧ በለኒ ባልዓይ እዎ ክብለካ ደ ኣይታራሞ ሰራቂ
ወይ እዚኣስ ናትኪ እብ ሂቦም እሞ እቲ ሽኮርን እንጀራን ከ
ናትኩም ዝኮር ዋ ኣብ ጠባይ ኣብ ፐርሰናል ሂወት ኣትዮም ክዳ ክዛረቡ ቶማስ ኣስቴረይ ልዕሊ ኩሉ ዘላትካ ጸገም ኣብ ዘይእትወካ ኣይትበልጠም ቀምቀም ቅድም ቀዳድም ፀጉርኻ ተቐምቀም ወይ እዚኣ ስሕስድና ንፉዕ እንተበልናካ ስኢልካ ኣይትበጥረም ኣብ ግዜ ስራሕ ድማ ቆፀር ኣይትጥለም ከምኡ ኢልኒ ኢልካ ከዓ ብዙሕ ኣይትገረም ዝበልኩ ይበልካ ብኣይ ከይትቕየም ውይ እዚኣ እዚኣ ናይ ክልቲኦም ኣላትኒ ውይ በቃ ክልቴና ብሓንሳብ እዎ ሕጂ እየ ፅሒፈ ካብቲ ኬፍ ዝህበኒ ጠባይ ናይ ክልቲኦም ከዕለሉ ከለዉ ብሓንሳብ ኮፍ ኢሎም ሕምይ ይውዕልወን ነዘን ኣንስቲ ጠላዓት ሰብኡት

ስራሕ ብሰንክኺ እንድዩ ለይቲ ለይቲ ዝውዳእ በጃኺ ኣለኹ እንዳበልኪ ይትረፈልኪ ምጥፋእ
እዎ ትከፍእ ውይ ክትከፍእ ዛስ ተስሓለ
ኣነ ዝገርመን ናይ ማእዛ እምኒ ዲኺ ጓል ሰብ ሰብ ዘለኺ መሲልዎ ንበይኑ ይዛረብ ክንዱ እዩ ትሕሰብ በጃኺ ፀላኢና ይሕሰብ ሰብ እናዕለለኪ ማይ ክሳብ ዝፀምእ ንዘይትሰምዕዮ ግዜ ካብ ዘጥፍእ ወርቃዊ ጊዚኡ ዘይሰርሓሉ ካልእ እንታይ ዶ ኣሎ እዩ ካብዚ ዝኸፍእ ናይ መኣዛ ኣብዚኣ ብምንታይ መጽያ ንመሲልካ እቲ ሰብ ኣብ ሙድ ኣትዩ ይገድለካ ክስታይ ድዩ ትብለካ ካልእ እኮ እዩ ፀኒሑ ትዕለ ሓቂ ዓንተ እኮ ጀሚራታ ነይራ እዚኣ እንታይ እያ ክብረት ፕሮማክስ ማለት እኮ እዩ። ክብረት ከም ገብር እዩ ክብረት ናይ ክብረት ክስተያ
ከም ክብረት ዋይ ኣነሲ ምዕዴ ናይ ብሓቂ ባይዘወይ ሰበይቲ ምስ መፀት ምስ ካፒታል ገዝኡ ክንበፅሖ ከይድና ሰዓትን ፈረቓን ልዕሊ ልዕሊ ልዕሊ ልዕሊ ኦ ተዛረብ ኣለኻ ገጠ ሽዑስ ሓደ ሓሳብ ሂብየስ ክምልስላ ፅቡቕስ ፐ እንታይ ትብላ ኣለኻ ኢሉስ ይቕፅል ስሓንካ ኣላቶ ናይ ክብረት ክነግረካ

የለን እኮ ወላ ሓንቲ እንተ ፀጥ ምስ በልካስ
ኣታ ራ እንተበልኩኹም ስቐፂልኩም እስከ ኦ ቢቢያን ኣሜሪካ ናብ መነታ ሚሳይል ኣይተፈልጠት ናብ መኣዛ
ኣ ሞ ክብለክሎ መጀመርያ ዳኣነ ወላስ ሰራት ብለን ደሎ ስቕ በል እየ ኦ በል ኣነ ዲክብለክ ኦ ንመኣዛ እያ እዚኣ መንፈሳ እናገሸ ገዲፋ ኣካላታ ፍሽኽ እናበለት ኣዒንታ ተኺላ ከምዛ ጽን ኢላ ትሰምዓካ ዘላ ከም ዝተመሰጠት ኣፋ ሃሃ ኣቢላ ኣለኹ ትብለካ ምሳኻ ዘየላ እዝጊ ጸሊኡላ ድማ ስቕ ኢላ ትዕለካ ንዓት ኣይረኸበትን።
ኣብዚኣ ተገዲስኪ ኣብዚኣ ሰሚዕኪ ነዚኣ ሰሚዕኪ ፐእ ምበለት ነይራ።
ወይ ገለ መልሲ ህልወኪ ኣለኒ።
ንቪቪያነ ክንድዚ ትሓስብ ነዛ ሓንቲ ርእሳ ስራሕን ቆፀራን ፍፁም ዘይግድሳ ሓንቲ ርእሳ
ማዕጠጥ እንዳበለት ከም ሓራስ ኣንበሳ ብፀሓይን ንፋስን መሲላ ዘይንሳ ምስ መፀት ድማ ብላዕሊ ትኸውን መሊሳ ብዝገበረቶ ከኣ ፍጹም ዘይስምዓ ጣዕሳ። ጸሓይን ንፋስን ከ ደሓን የጽብቡ። ፈጋዕ ተተብላ ጌርካ ርእሳ ጣዕሳ።
ኣብ መንጎ ቪቭያን ጓል ክትከውን ደልያስ ወዘይ ጽብቅ እዩ ዘሎ ኢላስ ከዚ ናይ ባል ጣዕሳ ኢላስ።
ቪቪያን እንታይ ኮንክ ጃኬት ጌርኪ ቬሮን ከዓስ ነዛ ሓንቲ ርእሳ ተበለቶስ ሓንቲ ርእሳ መሲልካ እዚኣ ክንደይ ደሞ ኖ ኖ ሓንቲ ርእሳ ትብልስ እንታይ እዩ ሓሲቦማ ሓንቲ ርእሳ ኣይተረዳእት ጣዕሳ ጣዕሳ ጣዕሳ ጣዕሳ
ግርም እዩ ዝብለኒ እምኒ ዲኺ ጓል ሰብ ሰብ ዘለኽነ ሓፍተይ እዚ ናይ ማእዛ እዩ ናብ ቪቪያን ኪዲ ናይ ማእዚያ ክደግም ጽኒሐ እፍ ናይ ማዛ ክደግም ጸኒሐ እንታይ ድገብር ኣነ ግን ነስመ ልቢ ኧረ ኣነ እየ ባዕለይ እምኒ
ጀምር በል ንባዕለይ እየ እምኒ ወይ ካብ ገዛ ሳርየ ንስራሕ ድሕሪ ምብጋሳ ንእግረ መንገዳ ናብ ካፈ ኣላጊሳ ሓንቲ ትኽክል ካፕቺኖ ኣውሪዳ ምስ ፒሳ ኣብ ባሕሪ ሓሳብ ጥሒላ ከም ዓሳ ኣብ ኮፍ ዝበለቶ ትርስዕ ዝሓሶ ዝሓዘቶ ቦርሳ ሰሚዕክን ዶ ንስኽን ዲኺ ቪቭያን ንስኽን ዲኺ ቪቭያን ተምቦርሳ ብለያ ንስኽን ዲኺ ቪቭያን ተምቦርሳ ተጣዒሳ ተመሊሳ
ተወዳዲሳ ሓንቲ ወይ ከለኹ መፅያትኒ ፍታሕቲ ከለኹ ሳንጣ ነይርዋ ጥራሕ እያ መፅያትኒ ኣበይ ገዲፈዮ ሳንጣ ኢላ ምስ መፀና ብዓስ እያ ኣብዚ ብዝደርብያ ተፀኒሓ

ቫይረስ ስም ዝቕይር እዩ ዝብል እቶም ክስታይ ናቱ ጽቡቅ ኢኻ ትፈልጦ እዚ ናይ ቫይረስ ነገር ገረን ነጊርኒ ምሽ ዶ ይሕጂ ክትድም ኢኻ ኣብ ነብስኺ
ሓንቲ ኣላት ንንሳሮ
ናይ ሳሮን ባላ እያ እንታይ ደኣ ተውለኺ ንስኺ ትደርሲ ትዋስኢ ብፍላይ ኣለኪ ምሽ ሓንሳብ ኣነ እሞ ክበልዕ ከለኹ ዘይሕባእ

ኧረ ቆሪሳ እያ ትሓድር ኣየናይ ሰብ ኢኹም ዝገብር ከምኡ ኣሎ ሰብ ከምኡ ኣሎ ሰብ ኣይ ብዙሕ ሰብ ኣይ ኣብዚ ዓዲ ትድቅስ ስቕስ ከብል በሊዕካ ትድቅስ በሊዕካ ድቃስ እንዲ ድመፀካ ሽዑ ኣብ ቅድሚ ኣምላኽ ከቢድ እዩ ስራሕ ተዘይብልካ ንጎ ምስ ቆረስካ ዋላ ሓንቲ ትረኣየካ ኣብረሀት ሓፍተይ ደቅስ እያ ዋላ ትድቅስ እያ ኣንሕቲ ካብ ኮም እየ ትድቅስ ዝገብር ዎ ናብቲ ዓራት ኢኻ ክትምለስ የብልካን ሳሎን ገለ ክትቅይር ኣለካ ኣ እሞ ምድቃስ ትብሉ ከለኹም ስታይ እዩ ድቃስ ድቃስ ምሕርና ከ ሰዓት ገለ ስርቅስ ቀትሪ ንሕና ንብል ዘለና ኮፍ ኢልካ ከምዚ ምሽ ጎቦ ኮንካ ገለ ዝኾነ ነገር ከትገብር ገለ ተቆልዑ ኢልካ ንሕና ኢልካ ክትድቅስኩም ኖ ኖ ኣነ እዛ እዚ ፈልጦን እየ እንታይ ቆሪስካ ቆሪስካ ኣነ ስራሕ ወፍር ኣለኹ ቆልዑት ሒዝካ ኮለል ምባል ገለ
ኣይትኸውንያ ምሳዳ ኣይትኸንያ ማለት ኣነ ክድቂ ሳይክል ኒ ካልኣ ግዜ ሕጂ
ከማን ድሕር ተስኤ ሲ ሰለስተ ሰዓት ግለፍ ተዓራ ስራሕ ተዘይብለይ ሲ ሞባይል ርኢ እምበር ከይደ ቆርስ ሓይሊ ክመፃኒ ተስኡ ጥዩ በሊዑ ገለሱ ካልኣ ግዜ ናብ ዓራት ንኹላትኩም ክሓተኩም ንጎቲ ስእ ኢልኩም ናብ ሞባይልኩም ትጎዩ ወላ እወ ቅድሚ ምትሳይ ብዛዕባ ሞባይል እየ ድሓልም ኣለ ኣብ ቅድሚ ኖ ኖ እንታይ ብለጋ ኣለዎ ተስእ ኢልካ ሲ ክፍት ኣቢልካስ ክልተ ሰዓት ገለ ዝኾንስ ቲክቶክ ስኢልካ ትርኢ ፌስቡክ ትርኢ ገለ ክልተ ሰዓት እኳ ንዊሕካ ኣለካ ኣነ ከዓኒ ትስእ ምስ በልኩ ውሑድ እየ ዝዛረብ ትስእ ምስ ዘለኹ። በልኩ ኣልካ? ቀዳመይቲ ዝቃለሳ ነገር ማለት እዩ እስኪ ኣይሕዛን እየ ገለ ኢለ ማራ እየ ዝቃለሳ ሽዑ እንታይ እየ ዝገብር ደሓን ሰዓት ክርኢ Thank you. በዚ ጥውኻ ምሽ መጀመርያ ትስእ ምስ በልካ መጀመርያ ኣነ ዋላ ዓይነ ከይ- ቋሕ ከይበልኩ ከለኹ እየ ጸሎት ክገብር ዝደሊ ዋላ ዓይነይሲ ቋሕ ከይበልኩ ከለኹ ከምዚ በሪሁ ኣሎ ኢለ ድሕር ሓሲበ ጸሎት ክገብር ምሽ ይረጋጋእ ዳርጋ 15 ደቂቕ ገለ ይጸንሕ ምሽ ሽዑ ከም ገለ ገይረ ሰዓት ክርኢ ኢለ ሕዛ

ርጉእ መንፈስ የብልካን ሞ- ትኽ- ትስእ ኢልካስ ሞባይልካ ሕጂ ከምዛ ቶማስ ዝብላ ዘሎ ትጽሊ ትወጽእ ንፋስ ትህረም ዎክ ትገብር እቲ ትኽክል ክኸውን ዘለዎ ማለት እየ ሞባይልካ ጥራይ ምሓዝ ዘይኮነስ ኣብ ሓደ ቦታ ኮንስታንትሊ ንነዊሕ ሰዓታት ኮፍ ምባል ወይ ከኣ ምድቃስ ንባዕሉ ልክዕ እዚ ቬሮን ዝብሎ ስምዒታት ይፈጥር። ኣነ ኣብ ቲክቶክ ኬፍ ዳሃበትን ምድቃስ ናብ ካልእ ኣርእስቲ ከየንጥረኩ እምበር ሓንቲ ጓል ናይዛ ዓዲ እያ ኣውጺኣታ ደላ ሓንቲ ካብኣቶም ንስኺ ካብዚኣ ደላ ሰብ ሰዓት ዓሰርተ ሓደ ክትድቅስ ትኽእል ሰብ እያ ባይዘወይ ፍርቂ ለይቲ ህልም ኢላ ትድቅስ ሰብ እያ እዚኣ ዋ ሰዓት ክንደይ ኢላ ክትድቅስ እዛ እንታይ እንታይ ኢላቶም ሓንቲ ጓል ሓደ ሓደ ግዜ ሸዓተ እዞም እ፣ ፍርቂ ለይቲ ሰዓት ሓደ ትድቅሱ ሰባት ግን ድሕሰብ ናብራ ደይብልኩም ደጭንቕኩም ከም ሓሳብ ገለስ ኣብዚ ርእስኹም ድሕሰብ ደይብልኩም ዲኹም ከመይ ጌርኩም ከምኡ ትኽእሉ ናይ ሓቂ ኣነ ክልተ ሰዓት ገለ ግድን ክሓስብ ኣለኒ ኣብዚ ኣብዚ ሕያብ ኣላ ድሓን ኣርባዕን ሓሙሽተን ዋይ በል ኣነ ሰብየ ስኢነ እምበር ሸዓተ ገለ ክድቅስ ይኽእል እየ

እዚኣ በቃ እዋይ፣ እዚኣ ይቅጠር፣ እዚኣ በቃ ይቅጠር፣ ይቅጠር። ዋላ ተተኻኢሉ ማለት እዩ ተሲእኪ ቁርሲ ሰሪሕኪ በሊዕኪ ነታ ቁርሲ ቁሩብ ክሳብ ትሓቀርኪ ሰዓት ገለ መለ ዝኾነ ነገር ጌርኪ ምድቃስ እዚኣ ተ- ኖ፣ ኖ፣ ትድቅስ እምበር ይድቅስ ምናልባት ኢኻ። እንድሕር ሃሲካ ኣለኹ መሊሰ ኢሉ ይድቅስ ትድቃስ እሾ። ካልኣይ ግዜ እንድሕር ኣብኡ እንድሕር ዝሕዝ ተዲ መግቢ በሊዕካ ምድቃስ ግዋም ቀትርኻ እኮ ትድቅስ እያ ሽዑ ኸኣ። እንታይ ድዩ ደዕሽወና ሽዑ ዘሎ ይድቅስ። ዋላ ከምዚ እቲ ነቲ መንፈሳዊ ሂወትካ ዋላ ነቲ ምንባብ ድዩ ምጽላይ ገለ ከይትከታተል ብዙሕ ሰብ ኣብ ቲክቶክ ንኣብነት ሕጂ ኣነ መብዛሕትኡ ናተይ ድመጽእ መዛሙራት እዩ እንታይ ንዑ ላይክ ንዑ ስለ ዝውድኦ ገለ ኩሉ ስለ ሕጂ ትብሽን ትርኢ ንዑ ስለ ትርኢ ለኻስ ስፕሪቹዋል ላይፍካስ ትኽክል ደሎ ይመስለካ ደይ መዝሙር እየ ዝርኢ ደለኹ ደይ ኣብኡ ድመጸንስ እንዳሰበኹ ከለኹ ሓጺ ደባላሽወካ ዝገለ ደስ እዩ ናይ ሰዓትን ፈረቓን ስብከት ክትሰምዕ ኣይትኽእልን ኢኻ ዋው ኮምፒውተር ብሓጺሩ ከ እንታይ ከ ዶ ትወስድ ኣለኻ ኢኻ መዝሙር ሓንቲ ዘይትጠቅም ማይ ቤት ጥራይ ትወስድ ሓደ ሓደ ግዜ ስወረ ከተሕልፋ እንዳደለኻ ከለኻስ ተሰኪፍካ ተትርፋ እወ መዝሙር ስለ ዝኾነ ስኽ እዚኣ ኣምላኽ እንዲና መይ ገይሮም እኮ ኣሕልፋ ኢልካስ ትጽበያ ሓደ ሓደ ግዜ ቃል ኣምላኽ መጸካ ምሽ ትጽበያ ኣይትሰምዓንካ እኮ ዘላ ነቲ መዝሙር ዳዊት ዋላ ብትክክል ዘይሰምዖ ከለካስ ትጽበዮ ብዙሕ ሰብ ሕጂ ከምኡ ይብለካ በቃ ኖ ቲክቶክ ወይ ኮናት መንፈሳዊ ኢድ መጸኒ ሪልስ ናይ ኢንስታ ገለ ኢት ሚንስ ናቲንግ እዚ እኮ ንገረድ ካሳኻ ኢኻ። ትርጉም የብሉን ያ።
እቲ ዝ- ይህን ዝያዳ ታሪክ ዝበለጸ ዝወበረ እዎ፣ እቲ ዝበለጸ መንፈስካ ምስ መንፈስ ኣምላኽ ክራኸብ ከሎ ሞባይልካ ኣሊኻ እታ ከምዚኣ ኢልካ ኮፍ ኢልካ ሲ ምስ ኣምላኽካ ተዕልላ እዚኣ እያ ዝበለጸት እምበር መዝሙር ስለ ዝሰማዕካ ቃል ኣምላኽ ብቲ ሞባይል ስለ ኖ ኖ ንስኻ ወልፍኻ ኢኻ ትሰድድ ወልፊ ዘለኻ ወልፊ እዩ በቃ ሓደ ሰብ ክምርቐኩም እዩ እስከ እዚኣ ስምዑ ሓደ ሰብ ከሕልፋ እዚኣ ተሕሊፍካ ንኣምላኽ ጸላኢ ኢኻ ማለት ድዩ ገለ ገለ ውዳድ ጸላእ ነዛ ንዓኣ ጓል Stupid ንዓ- እያ። ንዓኣ ኣጥፊእኻ ኣጥፊእኻ ንዓኣ ምስ ኣምላኽካ ንእሽተይ ጸሎት ምግባር ብሚእቲ ዕጽፊ ትበልጽ ግን ኣይነ- ኣይነ- ኣይነሕልፋን ነገር ኣይንሕልፋን ኢና ሜንታል እንታይ ዲስኦርደር ይመስልካ ኣለና ኩላትና ንሶም ከምኡ ዝብሉ ነቲ ቪው ገንዘብ ስለ ዝቆጽረሎም እዩ ምክንያቱ እንታይ እዩ እቲ ፍርሓት ናይ እግዚኣብሄርሲ ናብ ክስታይ ይቕይርዎ ከምዚ ናብ ረብሐኦ መቕይርዎ ፍርሓት እግዚኣብሄር ስለ ዘለዎምሲ ከምዚ ተይልናዮምሲ ላይክ ከብዝሑላ እዮም ኮመንት ከብዝሑላ እዮም ቪው ክትበዝሕ እያ ገለ ኢሎምሲ ንዓኻ ጻወቱልካ ብጥበብ ናይ ኣምላኽሲ ንዓኻስ መላገጺ ጭራሽ ሕጂ መጺ ዘለኻ እሞ ብኤኣይ ክርስቶስ መጸካ እቲ ናይ ክርስቶስ ተባሂሉ ዝተፈጥረ ምስሊ ምሻሉ መጺሲ ዶን ስክሮል ብለካ እወ ስክሮል ከይትገብር ብለካ ምሽ ንዓይ ትፈትዎ እንተኾንካስ ፎሎ ግበር ኣዛ ፔጅ ኣለካ ናይ ሰይጣንን ናይ እታ ናይ ክርስቶስ ትበሃል ምስልን ሕጂ ታይፕ ኣሚን ታይፕ እንታይ እስከ ፎል ገለ። ላይክ ላይክ ፎር ጂዘስ ይብሉኻ ኢግኖር ፎር ዘ ዴቭል
ግን ብዙሕ ሰብ ግን ሲ ጭራሽ ኣምላኽ ሲ ናብ ፖስትን መንዩ ምውድዳርን ገለን ወሪዱ ማለት እዩ ንሳሮን እንታይ እዮም ዝብሉ ንሰማዕ ኢና ዘለዉ እዚኣ ኣለ ንሳሮን ንሰማዕ ንፅበ ኣነ ከምኡ ክመፃኒ ከሎ

መቸም ኣብዛ ሓሳባ ትሪኢኹና ሓሳባትኩም ኣብቲ ቦታ ኮመንት ከተስፍሩ ክንጽበ ኢና ሕጂ ግን ናብታ ትቕጽል ጸወታ ከብለኩም ምሳና ጽንሑ እዚ ቀንዴል ፊልም ፕሮዳክሽን እዩ ሳብስክራይብ ከይትርስዑ ዳይ ኣለኩም ዶ ዳይ መጻሕፍቲ ኣብ ዮናታን ዶት ኤስኢ ኣለኩም በብሓንቲ ዮናታን ዶት ኤስኢ ቡክስቶር ማዕከኑ ሰፊሕ፣ ብስሉጥ ኣብ ኩሉ ዘባጽሕ፣ ዋግኡ ርትዓዊ፣ ሓደስቲ መጻሕፍቲ ቀሪቡ ዘርዊ፣ ዮናታን ዶት ኤስኢ ቡክ ስቶር፣ ባህሊ ንባብ ከዕቢ ዝጽዕር፣ ማዕከኑ ምሉእ፣ ሓቀኛ ዛንታ፣ ልብ-ወለድ፣ ፍልስፍና፣ ማሕበራዊ ህይወት፣ ስነ-ልቦና፣ መንገዲ ዓወት፣ ታሪኻዊ ዛንታታት፣ ጥዕና፣ ቁጠባዊ ሓርነት፣ እንታይ ዘየማልእ ባህጊ ዓማዊል ክመልእ፣ ዮናታን ዶት ኤስኢ፣ ቡክ ስቶር ሓደስቲ መጻሕፍቲ ይውንን፣ ካብ ወጻእን ዓድን ኣገባባቱ የማዕብል፣ ብሎምን ጽባሕን ዮናታን ዶት ኤስኢ ኣብ መላእ ዓለም ደበኽ ክብል ዘይእገም፣ በዚ መርበብ ሓበሬታ ርኸቡና ወይ ውን በዚ ተሌፎን ክትድውሉልና ትኽእሉ፣ ዮናታን ዶት ኤስኢ ቡክ ስቶር።
ሐራይ እምባር ኩብራት ተዓዘብትና መደብና ገና ቀጻሊ'ዩ ዘሎ ናይ ሕጂ ጸወታና ከኣ መልሲ ቅልጡፍ ሕቶታት እያ። ውይ ናተይ
ናተይ ንሕና ኢና ንጅምራ። ንኺድ መልሲ ቅልጡፍ ሕቶታት ደያኑ ግዜ ጀምራ። ብነ ዝጅምር ዓይነት መስተ ነቢት ምሉእ መልሲ። ቅድሚ ዝናብ ዝስማዕ ድምጺ ነጎዳ። ምሉእ መልሲ።
ዞባታት ዞባ ዞባታት ማእከል፣ ደቡብ፣ ሰሜናዊ ቀይሕ ባሕርን ዝርከባላ ከተማ።

ንጠራ
እሺ ነፋሲት እያ ነራ እሺ ንተባእሲ ሰብ ንገልጸላ ቃል ነግራም ነግራም ምሉእ መልሲ ንዝተጋገየ ሰብ ንገንሓላ ቃል ነውሪ ምሉእ መልሲ ካብ ቦታ ናብ ቦታ እንዳተንቀሳቐሰ ዝሽቅጥ ሰብ ነጋዳይ ነጋዳይ ምሉእ መልሲ ስእነት ዘለዎ ሰብ እንታይ ይበሃል ነዳይ ምሉእ መልሲ ገዛ ዝሰርሕ በዓል ሞያ ነዳቓይ ነዳቓይ ምሉእ መልሲ ሓደ ነገር ቅድሚ ምዃኑ ንሰባት ኣቐዲሙ ዝነግር ዝሕብር ሓደ ነገር ቅድሚ ምዃኑስ ንሰባት ኣቐዲሙ ዝነግር ነቢ ምሉእ መልሲ ብጸቢብ ጭራ ብርሃን ዝኣተወሉ ነገር ብጨሊም ብጸቢብ ጭራ ብርሃን ዝኣተወሉ ነገር ነዃል ነዃል ምሉእ መልሲ ኣብ መሬት ዝቐበር ፈንጂ ነታጒ ምሉእ መልሲ ካብ ወለድና ዘይፍላዕ ዓይነት ልብሲ ነጸላ ምሉእ መልሲ ሓንቲ ካብ ዓበይቲ ኤርትራውያን ኦሎምፒካዊት ኣትሌት ነቢያት
ነብያት ምሉእ መልሲ ነብያት በቃ ምሉእ መልሲ ኣይ ሽማ ኣቦ ኣይብሉናን ኣይብሉናን ይስቶ ነይሩ ኣብ ዝኾነ ቦታ ናይ ምምሳል ባህሪ ዘለዎ እንስሳ ነብሪ
ነፋሒቶ ነፋሒቶ ምሉእ መልሲ ቀደም ንመጠንቀቕታ ኮነ ንውግእ ንምድላው ከም መሕበሪ ዝጥቀመሉ ዝነበሩ መሳርሒ ንመጠንቀቕታ ውግእ ቀደም ምድላው ንመጠንቀቕታ ነጋሪት ኮነ- ምሉእ መልሲ ኣብ ስርሒት ፈንቅል ብ እ፣ ጀ- ብተሾመ ተሰማ ዝምራሕ ዝነበረ ሻርሻይ ክፍለ ጦር ናይ ደርጊ ሰራዊት እንታይ ዝብል ስም መፀውዒ ነይሩ ነበልባል

መግቢ መግቢ ቅድሚ ምብላዕና ንገብሮ ነገር ጸሎት ምሉእ መልሲ ብልምዲ ክልተ ዕሩኽ ከይጣላለሙ ቃል ተኣታትዮም ዝውሕጥዎ ጸጸር። ነገር ምሉእ መልሲ ፐው ፈሓም ምስ ተሰከምና ክዳንና ዝጭየቆ ርስሓት ጸሎሎ ምሉእ መልሲ ፐው ንሽግር መከራ ንገልጸሉ ቃል ጸገም
ንሽግር መከራ እወ
ጸ- ንገልጸሉ ቃል ጸንኩር ኣይባል ጽንኩር ከ ይበሃል ነይሩ ጸበባ ጸበባ ስሙ ገለ ክኸውን ኣሎ ሰብ እናፈለጠ ሕማቕ ዝሰርሕ ሰብ ጸይቂ ፖው ገለ ኮይና ሓፈሻዊ ቅጽል ናይ ገጣሚ ወይ ደራሲ ጸሓፊ ምሉእ መልሲ ሓደ ሰብ እንተሓሪቑ ስምዒት ዘውፅኣሉ ሕማቕ ነገር ጸርፊ ምሉእ መልሲ ካብ ላዕሊ ንታሕቲ መውረዱ ዘይብሉ ነገር ጸድፊ ምሉእ መልሲ ዕምባባ መስከረም ኣብ ጥቅምቲ ናብ ምንታይ ይቕየር እ ዕምባባ መስከረም ኣብ ጥቅምቲ ናብ ምንታይ ይቕየር
ፅጌ ፀገጎ ምሉእ መልሲ ፀጎጎ ወይ ከዓ ፀለንጋ ሕፀር ንፋስ ሕፅረት ንፋስ ወይ ዋሕዲ ኦክስጅን ክጋጥም ከሎ ዝፍጠር ተሪኦ ፀሮሮ
ፀሮሮ ፅሩሩ እዩ ካእ ድበሃል ተልከን ፀሮሮ ሕፅረት ንፋስ ወይ ከዓ ዋሕዲ ፅበት ፅበት ዶ ዓር ፅበት ኣይኮነ ፀበባ
ክጋጥም ከሎ ዝፍጠር ተሪኦ ሕፅረት ትንፋስ ወይ ዋሕዲ ኦክስጅን ክጋጥም ከሎ እንታይ ይገብረልካ
እንድዒ ንጠራ ጸቕጢ ናይ ሓደ ናይ ሓደ ስራሕ ካብ መጀመርታ ክሳብ መወዳእታ ድኽመቱን ብልጩን መኽሰቡን ጸብጻብ። ሳሩን እ? ጸብጻብ።
ወዲእና ሰብ ከይተ- ከይተኸሉ ኣብ በረኻ ባዕሉ ዝበቁል ደቂቕ ኮሚደረ እንታይ ይበሃል
ጸብሐ ኣቡን ምሉእ መልሲ ደራሲ ናይ ኣብ ሊብያ እየ ጠኒሰ ትብል መጽሓፍ መን ይበሃል ጸጋ ብርሃን ጎይትኦም ምሉእ መልሲ ኣብ ሕብረተሰብና ከም ፈውስን መድሃኒትን ዝእመነሉ ድኹም ሓመድ ኣብ ሕብረተሰብና ከም ፈውስን ከም ጸበል። ብርሃን ምሉእ መልሲ ኣብ ቤተክርስትያን ካብ ዝርከብ መንፈሳዊ መሳርሒ ሙዚቃ ጸናጽን ምሉእ መልሲ ህይወት ዘይብሉ ኣብ ኣካላትና ዘሎ ነገር ፀጉሪ ምሉእ መልሲ ኣብ ግዜ ዓፂድ ዝዘንብ ዝናብ ብልምዲ እንታይ ተባሂሉ ይፅዋዕ እም? ኣብ ግዜ ዓፂድ ዝናብ ፀያቂ ፀያቂ ማዕፂድ። ፀያቂ ምሉእ ማዕፂድ፣ መልሲ ኣብ ያ። ከተማ ይኹን ኣብ ገጠራት ኤሌክትሪክ ንምጥቃም ዘኽእለና መሳርሒ እንታይ ይበሃል ኣብ ገጠራት ኤሌክትሪክ ንምጥቃም ዘኽእለና መሳርሒ እንታይ ይበሃል ጨሊሜተር ኣብ ገጠራት ናይ ኤሌክትሪክ ንምጥቃም ዘኽእለና መሳርሒ እንታይ ይባሃል? ኤሌክትሪክ ንምርካብ ኣብ ገጠራት ኣቲ ሶላር እንዳ እንታይ ነው ፀሓይ ፀሓይ ፀዓት ፀሓያዊ ፀዓት ሙሉእ መልሲ። ወሰን ወይ ጫፍ ናይ ሓደ ነገር ንምሕባር እንታይ ንብል? ፀግዒ ሙሉእ መልሲ።
ሓደ ሓይሊ ኣንጻሩ ንዝተላዕለ ካልእ ሓይሊ ከም ምንታይ ገይሩ ክሪኦ ይኽእል? ፀላኢ ሙሉእ መልሲ ግዜ ሓዛ። ኣብ መንጎ እስከ እንታይ ትገብር ፀኒሓ ገለ ኢልካ ጅምር ፀእ ትብል ኣላ ትምልስ ትደሊ እዎ

ንጸብሒ ንጥቀመሉ ቀመም በርበረ ምሉ መልሲ ኣብ ዓዲ ርሕቕ ዝበለ ቦታ እ? ካብ ዓዲ ርሕቕ ዝበለ ቦታ በረኻ በረኻ። ምሉ መልሲ ኣንታርክቲካ ዝፍለጠሉ በረድ ምሉ መልሲ ሻሂ ነፍልሓሉ ኣቕሓ ፍራን ምሉ መልሲ ቁስሊ ምስ ሓወየ ዝጎርፎ ምልክት በሰላ በሰላ ምሉ መልቲ ኣብ ክረምቲ ዝእረ ባህላዊ ፍሩታ በለስ ምሉ መልሲ ንመጓዓዝያ ንጥቀመላ መጻዕኛ በቕሊ ምሉ መልሲ ጓሶት ወፍሪ- ክወፍሩ ዘይገድፍዎ ነገር

በረኾዳ እንታይ ድኣ ካብ ብርኪ ትሕት ኢሉ ዝርከብ ክፋል ኣካላት
በረኾዳ ኣይኮነን ኣይኮነ ኣይኮነ በራቂቶ ሙሉ መልሲ ቀደም ገንዘብ ቅድሚ ምምፅኡ ኣብ ዕዳጋ ንብረት ኮነ ጥሪት ንምዕዳግ በደላ። ምዳጥን ዝጥቀ በደላ ሙሉ መልሲ ክዳን ኮነ ንብረት ንምፅራይ ንጥቀመሉ ፈሳሲ በረኪና ሙሉ መልሲ ብዕምቆት ወይ ሃሩር ዝወፃና ደቂቕ ዕንፉሩር በቐቐጥ ሙሉ መልሲ ሓደ ካብ ዓይነት ጋዝ ወይ ነዳዲ በንዚን ሙሉ መልሲ ንሓደ ሰብ ክንልምኖ ከለና ንጥቀመላ ቃል በጃኻ ኣርሓ ሓርማዝ እንታይ ይበሃል? ባዕሊ ፈልጥ ኣይፈልጠን እየ
በሃር ኧረ ንሓደ ዝጠፍኣካ ቦታ ሰባት ክሕብሩኻ ቤን ብ- ሙሉ መልሲ ንዘየስተውዕል ዓሻ ወይ ናይ ምስትብሃልን ምትኳርን ክእለት ዘለዎ ሰብ ንብሎ ብሃም ምሉእ መልሲ እዛ ወዲ ብሂም ኣላ ውግዜ ውግዜ ስሉ ኣብይ ኣለኺ ኣሃይ ንዓይ ከባቢ
ሕራይ ማር ክብራት ተዓዘብትና እዛ ዝፀንሐት መልሲ ቅልጡፍ ሕቶታት ኣብ ተወዲኣ ኣላ ናብታ ትቐፅል መደብ ከነብለኩም ኢና ተከታተልዎ ዘለኹም ቀንዴል ፊልም ፕሮዳክሽን እዩ ሳብስክራይብ ከይትረስዑ ምሳና ፅንሑ
ጸጉሪ ርእስኹም እናሰሓወ፣ እናቐጠነ፣ እንዳበርሐ፣ እንዳዓርጨጨ፣ መናፊቱ ብፎሮፎር እናተዓብሰ የሸግረኩም ዶ? ኣይትሰከፉ ኣጎር ናይዚ ኩሉ መፍትሒ ቀሪቡ ኣሎ። ኣጎር ኦርጋኒክ ሄር ኦይል ኣጎር ኦርጋኒክ ሄር ኦይል ካብ ጋባ፣ ኣውሊዕ፣ ጉልዒ፣ ቀላሚጦስ፣ እንጣጢዕ፣ ኣብ ዓኸ፣ ናዕናዕን ካልእን ልዕሊ ዓሰርተ ኣርባዕተ ዓይነት ጥረምረን ፍሩታን ተጸቒጡ ዝዳሎ ሚእቲ ፐርሰንት ካብ ኬሚካልን ጎዳእቲ ቀመማትን ነጻ ዝኾነ ብሉጽ ዘይቲ ቀሪቡ ጆባእ ይብለኩም። ኣብ ዩናይትድ ኪንግደም ዝፈሪ ኮይኑ ገዚእኩም ክትጥቀሙ ወይ እውን ክትሸጡ ከተከፋፍሉ ምስ ትደልዩ ተጠቒሱ ዘሎ ኣድራሻና ምጥቃም ይከኣል። ብቐጥታ ንምእዛዝ እውን ካብ ፕሌይ ስቶር ኣጎር ኣፕሊኬሽን ኣውሪድና ክንእዝዝ ንኽእል።
ሕራይ እምበኣር ብጾት ሕጂ ከኣ ማይ ምነ ሓሳባት ኢና ክንጻወት መን ክጅምራ ጢኑ
ጀሚርና ጸኒሕና ንሕና እኮ ኢማና እኮ የብለይን ተታሒዞም እንጢኑ ጢኑ ይጅምር ኣትኾን ክላ በቃ ሕጂ እንታይ ደኣ መንኩ ክላእታ ኮይነ

ጀምር ስሉም ደኻይ ከሃቢ ፍቕሪ
ፍቕረይ ኣፍቃሪየይ ብሓንሳብ ኣፍቃሪየይ ምስ ዓርኩ ኣታ ሳስ ንስዓት ግበር ዋ ምስ ዓርኩ ኮይኑ ሳልሳይ ምስ ዓርኩ
ትክክል ቴና ምስ ኣፍቃሪየይ እ፣ ኣፍቃሪየይ ብሓንሳብ ናይ ጥባረ እንታይ ትገብር ዘለኮ እዩ ምርዳእ እዩ። ኩላ ወዲያ ኣፍቃሪየይ ዋትሳፕ እንታይ እዩ? ኣነ ኦ ምሳይ ምስ
ክልተ ቃላት ደን ኮይነን ክልተ ቃላት ኣፍቃሬ ኣብ ምስ ምስ ኣፍቃሪቱ ግዜ ግን እንታይ እዩ እዚ ተረዳእኒ
ቤተሰቡ ምስ ቤተሰቡ ዘመዱ ኣዝማዱ

ሰብኣይ ወዲ ሰብኣይ ሰብኣየይ ሰብኣይ ኣቦይ ቀደም ትማሊ ኣብ ዓዲ ኣብ ኤርትራ ኣቦይ ኣብ ኤርትራ ኣብ ዓዲ ኣብ ገዛ

ኣባ ኣባ ንመኣዛስ መጺኡ ስለ ዝተባህለ ኮንግራ ኢለ ኢለ ኣና ይግበረላ ኢለ ካበይ ካበይ ክመጽእ መጠን ገሊላ ቃተረት ኣጉድሉሉ እቲ ሰብዚ ተነዳት ጋዝያ ጎደሎታት ኣልና ዘከረና ኣባ ሰለስቴና ተለጺ ንዓኻ ኳትሮ መርት ነብራ መዓወይ መሃዚ ኤሮፓ ይደለዋ መኣዛ
በቃ ኣኽለኩም ሕጂ ኣክሽን ጀምራ ግዜ
ኣብ ዝኾነ መእተዩ ሓርማስ

ከምዚኣ እያ እሳ ብጀርባ
ቁጥሪ ጸዋዕ ኣንበሳ ሓደ ወዲ በሊዑ
ማይ መዐረያ ኢኻ ሓድሽ ድሕሪ ሕጂ ኖ ኖ ጽብቕቲ እያ ደላ ዋ ኣታ ናይ በዓል ቫንደር ደኣ እሞ መየትና ኢና ዘለና በለኒ የለ። ናይ በዓል ሙሴ ናይ በዓል ዳንዮም የለን ማለት እኮ እዩ ማይ ኣነ ምስ ጸዓዱ ናትካ እንታይ እያ ነይራ ናይ ጸዓዱ ምስ ጸዓዱ ስለ ዝራኸብስ ጻዕዳ እዩ ዝመስሎም ዶ

እንዴት ነህ?
ጊዜ ባቃጭረለም
በሰላ ጫማ መሲላ መልሓሰይ አንዲ ደኒ ናቸው ግን በስማ ተላሊ
ውዕይ ገዓት በሊዐ መልሓሰይ አቃጢልኒ አንዲ ደኒ ጫማ ጸሊሙ
አጸሊምኒ

ፍሬንድ ቤኔፊት ኣለኩም ታዲያ እዚኣ ኣሃ ቴክ ኢት ኢዚ ቴክ ኢት ድሕሪ ኢዚ ሽርሸር ሃልናስ ዶ ትገድፎ ብራርዳ ቴክ ኢት ኢዚ
ንኺድ ናብ ዝቕፅል ፀወታ ምሳና ፅንሑ ሳብስክራይብ ከይትርስዑ እንዲያሞ ኣብ ፀወታ እዚ ቀዳመይቲ ኮይና ዝወፀት ጉጅለ ሰብዓ ሽሕ ካብ ቀንዴል ፊልም ፕሮዳክሽን ክትወስዳ ካልኣይቲ ሱሳ ሳልሰይቲ